ሰላም ጥዕና በልና ክቡራት ተኸታተልቲ መረብ ኒውስ ካብ ኩሉ ኩርናት ዓለም ኮንኩም ሓበሬታ ንምክትታል ዝመጻኹም ሎም ዓንዶን ከምቲ ልሙድ ሓደሽቲ ሓበሬታታት ኣብ ዞባናን ኣብ ከባቢናን ዝምዕብሉ ዘለዉ ምዕባለታት ሒዘልኩም መጽእ ኣለኹ ፈለማ ግን ቀንዲ ነጥብታቶም ከዘኻኽረኩም እዋናዊ ጉዳይ ኲናት ሱዳን ኣብ ዝምልከት ዓበይቲ ወታደራውያን ምዕባለታት ብፍጥነት ይምዕብሉ ከምዘለውን ሓይልታት መንግስቲ ሱዳን ድማ ዓበይቲ ዓወታት ከም ዝተጎናጸፉን ኣብ ዝዝረበሉ ዘሎ ግዜ ኣዛዚ RSF ዝኾነ ጀነራል ሓምዳን ዳጋሎ ንግብጽን ኤርትራን ከምኡውን ስዑድ ዓረብ ዝኸስስ ሓዱሽ መግለጺ ኣውጺኡ ኣሎ። ኣንድምታ ዓወታት ሰራዊት ሱዳን ብመንጽር ኩነታት ምዕባለታትን ኢትዮጵያ፣ ትግራይ፣ ኤርትራን ዝምልከት ብዝርዝር ክንሪኦ ኢና። ኣብዚ ሰዓት እዚ ብዛዕባ ዳሃይ ጀነራል ታደሰ ወረደ ዝምልከት ተዓፊኑ ተኣጊዱ ዝብሉ ወረደታት ዝወፅሉ ኣብ ዘለውሉ ግዜ እቲ ሓቂ ተቃሊዑ ኣሎ። እቲ ሓቂ እንታይ እዩ? እቲ ሕዚ ዝፍጠር ዘሎ ምዕባለታት፣ ኣብ ትግራይ ዘለዉ ምንቅስቃሳት እንታይ ይመስሉ ንዝብል እውን ብሓባር ክንሪኦም ኢና። ጀነራል ኣስናቀ ኣይተነው ዝተብሃለ ሓደ ላዕለዋይ ኣዛዚ ሰራዊት ኢትዮጵያ ብፋኖ ምቕታሉ ስዒቡ ኣብ ውሽጢ ምክልኻል ሃገር ዓብዪ ጥርጣረ ተፈተልእኾ ከም ዝወፈረ ዝወፅ ዘሎ ሓበሬታታት ኣቃሊዖም ኣለዉ። እዚ እውን ብዝርዝር ናባኹም ክነብሎ ኢና። ኣብ ዝሓለፉ ክልተ ሰለስተ መዓልታት ኣብ መንጎ ሓይልታት ሰራዊት ትግራይን ሓይልታት ሓራ መሬትን ኣጋጢሙ ዝነበረ ኩናት ስዒቡ ዘጋጠመ ክሳራን ዝማዕበለ ሓበሬታን ኣሎ ብዝርዝር ክንሪኦ ኢና። ብመንፅር ተጋሩን ትግራዋይነትን እውን እንታይ ዓይነት ኣንድምታ ኣለዎ ዝብል እውን ዝርዝር ክነብሎ ኢና። ሕዚ ናብ ዝርዝሮም ከሰጋግረኩም። እዋናዊ ጉዳይ ኲናት ሱዳን ኣብ ዝምልከት፣ ዓበይቲ ወተሃደራውያን ምዕባለታት ብፍጥነት ይማዕብሉ ከም ዘለዉን ሓይልታት መንግስቲ ሱዳን ድማ ዓበይቲ ዓወታት ከም ዝተጎናጸፉን ኣብ ዝዝረበሉ ዘሎ ግዜ፣ ኣዛዚ RSF ዝዀነ ጀነራል ሓምዳን ዳጋሎ ንግብጽን ኤርትራን ከምኡ ድማ ንስዑዲ ዓረብን ዝኸስስ ሓድሽ መግለጺ ኣውጺኡ ኣሎ። እዚ ድማ ብብዙሓት ተንተንቲ ፖለቲካ፣ ዓበይቲ ተንተንቲ ፖለቲካ ናይ RSF ሽንፈት ዝተቓረበ ይመስል ክብሉ እዮም ገሊጾሞ ዘለዉ። እቲ ብዙሕ ርእሲ ክው ዝወሃቦ ዘሎ መግለጺ እዚ ድማ እቲ ሕዚ ሰራዊት ሱዳን እናገስገሰሉ ዝኸይድ ዘሎ ቁመና ናይ ሰራዊት ክጻወር ዘይከኣለ ናይ RSF ሓይልታት ኣብዚ ሰሙን ንዝገጠሞ ዓበይቲ ክሳራታትን ሽንፈታትን ከምኡ ድማ ናይቲ ሰራዊት ምብትታንን ከምኡ ውን እቲ ኣብቲ ናይ RSF ዘሎ ሰራዊት ኣጋጢሙ ዘሎ ናይ ምግምማዕን ንንባዕልኻ ናይ ምትኹዃስን ምክፍፋልን ከምኡ ውን እቶም መራሕቲ ሓዲጎሞ ናይ ምኻድ ተርእዮታት ተራእዩ ስለ ዘሎ ንዕኡ ናብ ካሊእ ሃገር ወይ ከኣ ናብ ካሊእ ዓዲ እናሳበበ ከም ዝርከብ እዮም እናተገለጹ ዝርከቡ። ከም ዝፍለጥ ኣብዚ ሰሙን እዚ ብጣዕሚ ዓበይቲ ዝበሃሉ ዓወታት ናብ መንግስቲ ሱዳን ዝመርሖ ሰራዊት ተረኺቡ ኣሎ። እዚ ዓወት እዚ ድማ ሰራዊት ሱዳን ብዝወሰዶ በርቃዊ መጥቃዕቲ እዩ ብኣየር ኮነ ብእግረኛታት ኣብ ዞባ ኮርዶፋን ተባሂሉ ዝፍለጥ ናይ ብሉ ናይል ግዛኣታት ከባቢ ዓበይቲ ዝኾኑ ወተሃደራውያን ስርሒታት ክካየዱ ቀንዮም እዮም። እቶም ወተሃደራዊ ስርሒታት እዚኣቶም ድማ ሕዚ ውጽኢቶም እናተራእየ እዩ ዝርከብ። በዚ መሰረት ከኣ ልዕሊ ሰማንያ ዝኾና ኣስታት ሰማንያን ሓሙሽተን ዝኾና ተሽከርከርቲ ናይ RSF ብሓይሊ ኣየር ናይ ሱዳን ከም ዝዓነዋን ከምኡ ድማ ናይቲ እግረኛ ሰራዊት እውን ዝተፈላለዩ ኣብ ዝተፈላለዩ ከባብታት እናፈረሰ እቲ ከባብታት ንሱ ድማ ብሓይልታት ሰራዊት ሱዳን ሓራ እናወፀ ከም ዝርከብን ስሩዕ ኣገልግሎታት እናተጀመረሎን ከም ዝርከብን እዩ እናተገለፀ ዝርከብ እቲ ሕዚ ሓዱሽ ዝበሃል ፀብፃብ ወፂኡ ዘሎ ድማ ሱዳንስ ትሪቡን ሒዝዎ ወፂኡ ዘሎ ኣብ ብሉ ናይል ከባቢ ግዝኣት ናይ ዶብ ኢትዮጵያ ዝኾነት ሓንቲ ዓባይ ከተማ ተቖጻጺሮም ከም ዘለዉን እቶም ሰራዊት ናይ ሱዳን ድማ በዚ ልክዕ ብዝለዓለ ፍጥነትን ናህርን ቐጸልቲ ዝኾኑ ዓወታት የመዝግቡ ከም ዘለዉን ናብ ኢትዮጵያ ኣስታት ሸሞንተ ኪሎ ሜተር ጥራይ ርሒቖም ከም ዝርከቡን እዩ ሱዳን ትሪቡን ሒዝዎ ዝወጸ ጸብጻብ ኣረጋጊጹ ዘለዎ ማለት እዩ ብምቕጻል እውን እቶም ናይ RSF ሓይልታት ካብቲ ኒያላ ኤርፖርት ዝበሃል ኣብ ዝሓለፈ ሰሙን ከበድቲ ዝበሃሉ ደብዳባት ከተኣናግድ ዝቐነየ ኤርፖርት ብሓይሊ ኣየር ሱዳን እውን ኣብቲ ከባቢ ዓበይቲ ስጉምትታት እናወሰደ ቀኒዩ። ሕዚ ድማ እቲ ናይ ኒያላ ኤርፖርት ዝበሃል ከባብታት ንሱ እቶም ናይ RSF ሓይልታት ለቒቖሞ ወጺኦም ከምዘለዉ እዩ እቲ ሓድሽ ዝወጸ ሓበሬታ ዘቃልዕ ዘሎ። በዚ መሰረት እውን መጠነ ሰፊሕ ዝበሃሉ መጥቃዕትታት ብሰራዊት ሱዳን ኣብ ልዕሊ RSF እናዓረፉ ከምዝኾኑን ዓበይቲ መቐይሮ ነጥቢ ዝበሃሉ ዓወታት እውን እናተሓፈሱ ከምዝርከቡን ኣብ ከባብታት ናይ ኢትዮጵያ ዘሎ ኣብቲ ናይ RSF ን ናይ ኢትዮጵያን ዝራኸብሉ ከባብታት ዘሎ ናይ ብሉ ናይል ከባብታት እውን ዓበይቲ ምንቅስቓሳት ተራእዮም ከም ዘለውን እቲ ናይ ኣርኤስኤፍን ናይ ኢትዮጵያን ዘራኽብ መስመር ኣብ ዝሓፀረ ግዜ ክቆርፅዎ ይኽእሉ እዮም ተባሂሎም ዝተገመቱሉ ዓበይቲ ስትራቴጂካውያን ዝበሃሉ መሰረታውያን ዝበሃሉ ቦታታት ኣብ ትሕቲ ሰራዊት ናይ ሱዳን ኣትዮም ከም ዘለውን እቲ ዝወፀ ሓበሬታ ዘመላኽት ዘሎ ኣብ ዝሓለፈ ብዙሓት ተሽከርከርቲ ናይ ኣርኤስኤፍ ሎጂስቲክ ዝፀዓና ከምዝተቓፀላ እውን ተሓቢሩ ነይሩ እዩ። ነዚ ስዒቡ እዩ ድማ ካብ ኢትዮጵያ ክረኽቦ ዝኽእል ሓደ ሓደ ዓበይቲ ሓገዛት በብሰዓቱ እናመኸንዎ ከምዝርከቡ ዝገልፅ ዘሎ። ነዚ ስዒቡ ከዓ እቲ ነዚ ውቅዒት እዚ ክፃወሮ ዘይከኣለ ናይ RSF መራሒ ዝኾነ ድማ ንግብፂ ከምኡ ድማ ንኤርትራን ስዑድ ዓረብን ክወቅስ እዩ ተራእዩ ዘሎ ናይ ሱዳን ሓይልታት ካብ ግብፂ ካብ ኤርትራ ካብ ስዑድ ዓረብን ናይ ወታደራዊ ዓበይቲ ሓገዛት ከምኡ ድማ ናይ ነፈርትን ናይ ድሮናትን ሓገዛት ይረኽቡ ኣለዉ ክብል እዩ መግለፂ ኣውፅኡ ዘሎ እዚ መግለፂ እዚ ንባዕሉ እውን ተዘካተት ነይሩ ፅቡቕ ነይሩ ዝብሉ ሓደ ሓደ ተንተንቲ ፖለቲካ እውን ኣይተሳእኑን እዚ ማለቶም ድማ እንታይ እዩ ንሱ እውን ካብ ዱባይ ማለት እውን ካብዚ ዓረብ ኢማራትና ካብ ኢትዮጵያ ዝረኽቦ ዘሎ ናይ ድሮንን ካልኦት ሎጂስቲካዊ ሓገዛትን ንሱ እውን እንተዝገልፅ ነይሩስ ክንደየናይ ሓቀኛ መበሎ ዝብል ንእሽተይ ቀልዲ ሓዘል ትንተናታት እናወፅ እዮም ዝርከቡ ማለት እዩ ክብረት ተኸታተልቲ ዝኾነ ኮይኑ ግን እቶም ሰራዊት ሱዳን ሕዚ እውን ቀፂሎም እዮም ዘለዉ ገስጊሶም እዮም ዘለዉ በቲ ብዙሕ ከባብታት ሓራ እናወፀ እዩ ዝርከብ ዓበይቲ መጥቃዕትታት እውን እናተፈፀሙ እዮም ዝርከቡ እቲ ናይ ኣየር ሓይሎም እውን ዓብዪ ፀብለልታ ዘርእየሉ ግዜ እዩ በፂሕና ዘለና ኣብ ዝሓለፈ ከም ዝፍለጥ ካብ ኢትዮጵያ ተበጊሰን ኣብ ሱዳን ሓይልታት ሰራዊት ሱዳን ንክድብድባ ዝኸዳ ድሮናት ከም ዝተሓምሸሻ ይፍለጥ እዩ። እተን ድሮናት ንሳተን ድማ ብሓይልታት ኣየር ናይ ሱዳን ከም ዝተሓምሸሻ እዩ ዝተነገረለን። ነዚ ስዒቡ እዩ ድማ ሕዚ ኣብቲ ዞባ ዝምዕብል ዘሎ ናይ ሓይሊ ምቅይያራት ማለት እውን እቲ ሓይሊ ሚዛን ናበይ የዘንብል ኣሎ ዝብል ንብዙሓት ርእይቶ ክህብሉ ቦታ ዘኸፈተ ግዜ እቲ ሕዚ ዘሎ ግዜ ብርግፅ እውን ናይ ሓይሊ ሚዛን ዝተዛበዐሉ ግዜ ኮይኑ ኣሎ እቲ ኣርኤስኤፍ ቅድሚ ሕዚ ሒዝዎም ዝነበረ ብዙሓት ሰፋሕቲ ቦታታት ሕዚ በብግዜኡ እናለቐቖም እናተበታተነን እዩ ዝኸይድ ዘሎ ኣብ መንጎኡ'ውን ኣብ መንጎ እቶም መራሕቲ ናይ RSF ዝበሃሉ ዓበይቲ ጀነራላት'ውን ዘይምትእምማንን ምጥርጣርን ነንባዕሎም ኣብ ምጥርጣር ከምዘእተዎም'ውን እዩ እናተነገረ ዝርከብ። ከምዝፍለጥ ኣብ ዝሓለፈ ክልተ ዓበይቲ ጀነራላት ኣዘዝቲ ናይ RSF ናብ ሓይልታት ሱዳን ምስ ሙሉእ ሰራዊቶምን ምስ ሙሉእ ዕጥቆምን ከምዝኣተዉ ዝፍለጥ እዩ። ናይዚ መቐጸልታ ኮይኑ ዝቕጽል ዘሎ'ውን ሕዚ እቲ ዝበጽሖም ዘሎ ሽንፈት ካብ ባዕልና ብዝተፈጠረ ጎንጽን ካብ ባዕልና ብዝተፈጠረ ናይ ምኽዳዕን ኹነታት እዩ ኢሎም ክግምግሙ ከም ዝኸኣሉን እዩ እቲ ዝወፅ ዘሎ ሓበሬታ ዘቃልዕ ዘሎ ክቡራት ተኸታተልቲ። ናብቲ ናይ ቐፃሊ ሓበሬታና ክንሓልፍ ከለና ከዓ ኣብዚ ሰዓት እዚ ብዛዕባ ደሃይ ጀነራል ታደሰ ወረደ ዝምልከት ተዓፊኑ እዩ፣ ተኣጊዱ እዩ ዝብሉ ወረታት ይወፁ ኣለው ከምኡውን ብቡዙሓት ሓደ ሓደ ኣክቲቪስታት ጀነራል ታደሰ ወረደ ካብ ገዛ ከይወፅእ ናይ ቁም እስረኛ ኾይኑ እዩ፣ ኣብ ገዛ ምንም ዓይነት ኮሚኒኬሽን ምስ ካሊእ ክገብር ኣይተፈቐደሉን ናይ ዝተፈላለዩ ናይ መራኸብታት ናይ ስልኪ ናይ ቴሌፎን ወይ ከዓ ካልኦት መራኸብታት ኣይፍቀደሉን ተኣሲሩ እዩ ዘሎ ናይ ቁም እስረኛ ኣብ ገዛ እዩ ተኣሲሩ ዘሎ ይሕሎ እዩ ዘሎ ዝብል ሓበሬታ ተጋዊሑ ነይሩ እዚ ሓበሬታ እዚ ድማ ኣውራምባ ታይምስ ኣረጋጊፆ እዩ ብዝበሎ መሰረት ከዓ ፍፁም ሓሶት ከም ዝኾነን ኣብ ቀረባ ግዜ እኳ ዳኣስ ጀነራል ታደሰ ወረደ ኢንተርቪው ክገብር ከምዝኾነን ኣብ ትግራይ ዝምዕብል ዘሎ ምዕባለታት እንታይ ይመስል ንዝብል ርእይቶ ክህበሉ እዩ ከምኡ ድማ እቲ ሕዚ ስልጣን ተቆፃፂሩ ዘሎ ዶክተር ደብረፅዮን ገብረ ሚካኤል ብኸመይ እዩ ጀነራል ታደሰ ወረደ ብኸመይ ኣንግል እዩ ዝሪኦ ንዝብል እውን ሓደ ኢንተርቪው ክገብር ከም ዝኾነ ናብቲ ኢንተርቪው ንሱ እውን ብዙሓት መልስታት ኣብ ትግራይ ይካየዱ ዘለዉ እዋናዊ ምንቅስቃሳት እውን ክድህሰሱ ከም ዝኾኑን እዩ ኣውራምባታይ ምስ ሒዝዎ ዝወፀ ጸብጻብ ኣቃሊዑ ዘሎ ማለት እዩ። ክብራት ተኸታተልቲ እቲ ንብዙሕ ሰብ ከደናግር ዝኽእል ሓበሬታታት ኣብ ምፍናው ዝርከቡ ሰባት ግን ሕዚ እውን እቲ ዝዕገሱ ዝብል ሓበሬታ እዩ እናወጸ ዝርከብ ማለት እዩ። ናብቲ ናይ ቀጻሊ ሓበሬታና ከሕልፈኩም ከለኹ ከኣ ኣብዚ ሰሙን ብጣዕሚ መዘራረቢ ኮይኑ ዝቐነየ ሓደ መስዋእቲ ናይ ብርጋዴር ጀነራል ናይ ኢትዮጵያ እዩ። ጀነራል ኣስናቀ ኣይተነው ዝተባህለ ሓደ ላዕለዋይ ኣዛዚ ሰራዊት ኢትዮጵያ ብፋኖ ምቕታሉ ስዒቡ ኣብ ውሽጢ ምክልኻል ሃገር ዓብዪ ጥርጣረ ተፈጢሩ ይርከብ። በዚ መሰረት ድማ እቲ ምክልኻል ሃገር ኣብ መንጎኦም ዝተፈጠረ ዓብዪ ምጥርጣራት ኣሎ። እዙይ እውን እንታይ እዩ ኣብ መንጎና ሓበሬታ ንፀላኢ ዝህብ ኣሎ እዩ ዝብል ገምጋም ከም ዝገበሩን ነንባዕሎም ድማ ብናይ ምጥርጣር ዓይኒ ይረኣኣዩ ከም ዘለውን ናብ ዓብዪ ገምጋም ወዲቖም ከም ዘለውን እዩ እቲ ዝወፀ ሓበሬታ ኣቃሊዑ ዘሎ። በዚ መሰረት ከዓ ካብ ውሽጢ መከላከያ ሃገር ናብ ካልኦት ናብ ካልኦት ሓይልታት ሓበሬታ ዝህብ ኣሎ እዩ ንሱ ክወፅእ ክኽእል ኣለዎ እቲ እቲ ሓይሊ ንሱ እውን ክፍለጥ ክኽእል ኣለዎ ዝብል ሓሳብ ተዋሂቡ ከም ዘሎን በዚ መስርሕ እዚ ድማ ገምጋም ተጀሚሩ ከም ዘሎን ኣብ መንጎ ምክልኻል ሃገር ዘለዉ ሓበሬታ ክህቡ ዝኽእሉ ነቲ ጀነራል ንሱ ንክውቃዕ ዝገበርዎ ሓበሬታ ሂቦም ዘውቅዕዎ ከምኡ ድማ ፀላኢ የለን ኢሎም ናብቲ ፀላእ ዘለዎ ቦታ ክስደድ ብምኽኣሉ ንሱ እዩ መጥቃዕቲ በፂሕዎ ዘሎ እናተባህለ እዩ። ንዕኡ ዝምልከት እውን እዩ እቲ መከላከያ ናይ ኢትዮጵያ ገምገማት ከካይድ ጀሚሩ ዘሎ እናተባህለ ዘሎ። ነዚ ስዒቡ እዩ ከዓ ኣብቲ መክልኻል ናይ ኢትዮጵያ ተፈጢሩ ዘሎ እቲ ምጥርጣርን ነንባዕሎም ናይ ክስልለን ይኽእል እዩ ናይ ዝብል ጥርጣረታትን ሰማይ በፂሕሉ ዘሎ ኣብ ዘለሉ ሰዓት ገምጋም ጀሚሮም እናተባህለሉ ዘሎ ማለት እዩ። ክብረት ተኸታተልቲ ናብቲ ናይ መወዳእታ ሓበሬታ ካሕልፈኩም ከለኹ ከዓ ኣብ ዝሓለፉ ክልተ ሰለስተ መዓልታት ኣብ መንጎ ሓይልታት ሰራዊት ትግራይን ሓይልታት ሓራ መሬትን ኣጋጢሙ ዝነበረ ኲናት ስዒቡ ዘጋጠመ ክሳራን ዝማዕበለ ሓበሬታን ኣሎ። ብዝርዝር ክንሪኦ ኢና። እንተኾነ ግን ብመንፅር ተጋሩን ትግራዋይነትን እንታይ ዓይነት ኣንድምታ ኣለዎ ንዝብል ክንርኢ ከለና ብሓፂሩ እቲ ኣብ መንጎ ቲፒኤፍን ኣብ መንጎ ቲዲኤፍን ዝተኻየደ ውግእ ሕዚ እውን ናይ ትግራይ ናይ ደቃዊ ውርደት ዝረኣየትሉ መዓልቲ እዩ ኮይኑ ቀፂሉ ዘሎ ብርግፅ እቲ ዓወት ተረኺቡ ወይ ከዓ ካልእ ኢልካ ንምዝራብ ዘድፍር ነገር የለን እንተኾነ ግን ኣብ ናይ ቅዋም ፍልሊ ክሳብ ዘለካ ግዜ ክሳብ ዝተዋጋእካሉ ግዜ ዘሎ መጠን ክሳራታት ክዝረብ እውን ስለ ዘለዎ ኣብ መንጎ ቲዲኤፍን ቲፒኤፍን ዘጋጠመ ኮይናት ሕዚ እውን ተጋሩ ሞይቶም ኣለዉ ኣርባዕተ ተጋሩ ከም ዝሞቱ እዩ ዝንገር ዘሎ ከምኡ ድማ ኣስታት ዒስራ ዝኾኑ ሓይልታት ከም ዝቆሰሉ እዩ እናተነገረ ዝርከብ ክቡራት ተኸታተልቲ እዚ ሕዚ እውን ዓወት እዩ ንምባል ዘደፍር ኣይኮነን ምንም ዓወት ዝበሃል ነገር ክህሉ ኣይኽእልን እኳ ዳስ እቲ ዓወት ክበሃል ዝኽእል ሓንቲ ፓትሮል ከም ዝተማረኸት ዝወፅ ዘሎ ሓበሬታታት እናቃልዖም ዘለው እቲ ዓወት ክትከውን ትኽእል ንሳ ጥራያ ክትኸውን ትኽእል ንቲዲኤፍ ምናልባት እውን ምክንያቱ ከመይ መሲልኩም ክቡራት ተኸታተልቲ ክልተ ኣሕዋት ክበኣሱ ከለው ብጣዕሚ ከቢድ እዩ እቲ ሓደ ተዓዊቱ እቲ ሓደ ኣሸኒፉ ክትብሎ ከለካ ብጣዕሚ ከቢድ እዩ እዚኣቶም ኣብ ዝሓለፈ ኣብቲ ናይ ጀኖሳይድ እዋን ብሓደ ዝተቓለሱ ህይወቶም ዘረከቡ ንትግራይ ዝተቓለሱ ህይወቶም ኣረኪቦም ንህዝቦም ዘድሐኑ ኣብቲ እዋን ናይ መኸተ ሓይልታት መኸተ ኮይኖም ብሓደ ዝቃለሱ ዝነበሩ ሓይልታት እዮም። ሕዚ ግዜ ሓሚቑ ፖለቲከኛታት መራሕትታት ሓሚቖም ነንባዕሎም ክዋቕዑ ከለዉ ክታኾሱ ከለዉ ክቃተሉ ከለዉ ኸቢድ እዩ ክብራት ተኸታተልቲ ብዝኾነ ኮይኑ ግን ኣርባዕተ ሓይልታት ናይ ቲፒኤፍ ከም ዝሞቱን ኣስታት ዒስራ ዝኾኑ እውን ከም ዝቆሰሉን እቲ ዝወፀ ሓበሬታ ዘመላኽት ዘሎ ከምኡ ድማ ሓንቲ ፓትሮል እውን ከም ዝተማረኸት ኣብ ልዕሊ ኣብ ትሕቲ ሓየት ሰራዊት ትግራይ ከም ዝኣተወት እዩ እናተነገረ ዝርከብ ክብራት ተኸታተልቲ እዚ ኣብ ዝሓለፈ መዓልቲ ኣብ ከባቢታት ዛታ ዝተፈጠረ ጎንፂ ንኣስታት ክልተ ሰለስተ ሰዓት ዝቐጸለ ነይሩ። ካብኡ ግን ብድሕሪኡ ግን ክሳብ ሕዚ ምንም የለን። እቲ ከባብታት ናይ ዛታ እውን ኣብ ትሕቲ ሓየቲ ሰራዊት ትግራይ ቁጽጽር ኣትዩ ከም ዘሎን እቶም ኣብኡ ኣትዮም ዝነበሩ ሓይልታት ሰላም ትግራይ ድማ ናብ ጸታ ዝበሃል ከባቢኦም ናይቲ መዋፈሪ ተጠቒሞምሉ ዝነበሩ ቦታ እና ካብኡ ንድሕሪት ዘሎ ቦታታት ተመሊሶም ንድሕሪት ከም ዘንሰሓውን እዩ እናተነገረ ዝርከብ። እዚ ዜና እዚ ካብ ዝተዋደደሉ ጀሚሩ ሕዚ እውን ምንም ሓድሽ ኣፕዴት የለን። ኣብ ዝተፈጠረሉ ግዜ ግን ኩሉ ሓድሽ ነገራት ናባኹም ክነብጽሕ ምዃንና ክንገልጽ ንሕብር ማለት እዩ። ክብረት ተኸታተልቲ እዚ ሓበሬታ እዚ ናብ ኩሉ ማሕበረሰብ ንክበጽሕ ናብ ህዝብና ንክበጽሕ ሼር ምግባር ኣይትረስዑ። እንተ ኣነ ግን ኣብዚ ዛዚመ ኣለኹ። ሰላም